ሰላም ተኸታተልቲ ቢብል ሸው ከመይ ትኾኑ? ሰላም ክትህልዉ እናተመነኹ ሎም መዓንቲ ካብ ሓድሽ መደብ መፅኩም ኣለኹ። ከም ዝፍለጥ ቅድሚ ሽዱሽተ ወርሒ ኣቢሉ ዝኸውን ዲቪ ሎቶሪ ናይ ኣመሪካ ወፂኡ ነይሩ። ኣብ ቻነልና ከዓ ከመይ ጌርካ ባዕልኻ ከም ትመልእ ዝብል ቪድዮ ኣውሪድና ኔርና። ኣጆኻ ውጺኢቱ ወጺኡ ስለ ዘሎ ከመይ ገርና ባዕልና ኣብ ቴሌፎና ይኹን ኣብ ላብቶብና ከመይ ገርና ውጺኢትና ቸክ ንገብር ወይ ከኣ በጺሕና ኣይበጻሕናን ከመይ ገርና ነረጋግጽ ዝብል ቪድዮ ሒዘልኩም መጺኤ ኣለኹ ናብ ኮፕሎክሜ ክሳብ መወዳእታ ምሳይ ጽንሑ። ኦኬ ሕጂ ኣብ ቴሌፎና ክንሪኢ ኢና እዚ ዲቭ እዚ ፕለስ ሰለስተ እዩ ጀሚሩ ዘሎ ስለዚ ነዚ ክንከፍቶ ከዓ ኣብ ክሮም ኢና ንኣቱ ከምዚ ቅድሚ ሕጂ ኣብ ክሮም ኣቲና ዝመላእናዮ ሕጂ ከዓ ኣብ ክሮም ኣቲና ኢና ቸክ ክንገብሮ ስለዚ ኣብ ክሮም ኣትየ ኣለኹ ኣብ ቴሌፎን ኣትየ ዘለኹ ኣብዚ ናይ ሰርች ባር ልክዕ ከምዛ ዝፅሕፋ ዘለኹ ጌርኩም ፅሕፉ ነቲ ቀንዲ ዌብሳይት ንምርካብ ማለት እዩ። ከምዚኣ ምስ ፀሓፍኩም ጎ ትብልዋ ወይ ሰርች ትብልዋ ብድሕሪኡ ከምትሪእዎ ዘለኹም ሓደ ፔጅ ከምፃልናይ እዚ ቀንዲ ዌብሳይት ናይቲ ዩኤስኤድ ዲፓርትመንት ኦፍ ስተት ማለት እዩ ብድሕሪኡ ቸክ ክንገብር ደሊና ስለ ዘለና ኣብዛ ቸክ ስታቱስ ትብለላ ሓደ ግዜ ነትዎ ማለት እዩ ብድሕሪኡ ከምዚ ዓይነት መፀና ኮንቲኑ ንብላ ኣብዛ ትሪዋ ዘለኹም ሓንቲ ግዜ እንትዎ ከምዚ ዓይነት ይመፀልና ማለት እዩ ሕጂ ኣብ ላፕቶፕ ከሪኦክመ ግፍሕ ኢሎ ክረአየና ምእታን ኦኬ ቀፂሉ ኣብ ላፕቶፕ ናኻ ልክዕ ኮ መፂና ኣሎ ኣምስዎ ዘለኹም ነዚ ኢና ንመሎ ብዙሕ ኮሎ ዘብል የብሉን ሓፀርቲ እየን ባዕልና ክንመሎ ንኽእል ኢና

ስለዚ እቲ ኮንፍርሜሽን ናምበር ዝበሃል እዚ እዩ ማለት እዩ። እዚ ትዌንቲ ትዌንቲ ሲክስ ዝብል ዘሎ እዚ ኣብ ትሕቲ ስምና ዘሎ ማለት እዩ። ሕጂ ኣነ ኮፒ ገይረያ ኣለኹ ነዚኣ ኮፒ ገይረ ኣብዚኣ ፔስት ክብላ ማለት እዩ። ትሪእዋ ኣለኹም እታ ናምበር ኣብዚኣ ኣምፂኣ ኣለኹ ብድሕሪኡ ቁጽሪ ክልተ እንታይ ይብለኒ ኣሎ last or family name ማለት እዩ እዚ ከዓ ስም ናይ ኣቦሓጎና ነትዎ ማለት እዩ ኣብዚ ሕጂ እንታይ ትብል ኣላ ለትሳይ ግርማይ ትብል ኣላ ከምትስዋ ዘለኹም ስም ኣቦሓጎና ኣብዚ ቀዳማይ ትጽሓፍ ግርማይ ትብል ኣላ ግርማይ ኢላ ጽሕፈ ኦኬ ግርማይ ኢለ ጽሒፈ ኣለኹ ብድሕሪኡ ሳልሰይቲ ማለት እዩ ሳልሰይቲ ሕቶና እንተኣ የር ኦፍ በርዝ እዚ ከዓ ዓመተ ምህረት ናትካ ማለት እዩ ዕለት ወይ ወርሒ ኣይልየካን እዩ ዓመተ ምህረት ጽሑፎ ማለት እዩ ኣብዚ ዋን ናይን ናይን ሸን ሸዓተ ሚትን ኣብዚ ሸን ሸዓተ ሚትን ቴስዓን ኣላ ኣብዚኣ ከዓ ለካ ከማይ ጽሑፋ ማለት እዩ ብድሕሪ እዚ ራብዒት ሕቶና ከዓ ብዛዕባ ካራክተር እየን እዘን ካራክተር እዚን እንታይ ኣብ ዘ ካራክተር ኣዘ ኣፒር ኢን ዘ ፒክቸር ብለን ኣሎ እዘን ካራክተር እዚን ናምበር ክኾነ ከላ ወይ ከዓ ሌተር ኣብዚኣ ቦክስ እዚኣ ንጽሕፈን ማለት እዩ ልክዕ ከምታ ዘለዋ እዚኤን ዝፅሕፈን ኣርባዕቲኤን ማለት እዩ ወዲኦ ኣለኹ ብድሕሪ ሳሚት ንብላ ማለት እዩ ሓንቲ ግዜ ጥውቕ ምስ ኣበልናያ እቲ ሪዛልት ናትና ይመፀና ማለት እዩ ብድሕሪ እቲ በፂሕና ናይ በፃሕና እቲ ናትና ሪዛልት ይመፀና ማለት እዩ እንድሕር በፂሕና ከምትሪኦ ዘለኹም ከምዚ ዓይነት ፔጅ ኮይኑ ስምካ ዘለዎ እቲ ናትካ ኣድረስ እቲ ካንትሪ ዘለካዮ ሃገር ዘለዎ ዲር ኢሉ ስምካ ገሊጹ ኣብዚ ከም ትሪእዎ ዘለኹም ስምካ ጠቂሱ you have been randomly selected ኢሉ ከምዚ ዝብል ጽሕፈት ይመጸና ማለት እዩ ከም ትሪእዋ ዘለኹም ድሕር መጽያትና selected ኮይና ኣለና ወይ ከኣ ተሓጺና ኣለና ማለት እዩ በጺሕና ኣሎ ማለት እዩ ከዚ በጺሕና ከኣ ከም ትሪእዎ ዘለኹም has not been selected ትብል ክመፀና እዩ ማለት እዩ based on the information provide the enter has not been select በዚ መስርሕ ዘእተኻዮ ኣይተሓረኻን ወይ ከዓ ኣይተመረፅካን ይብለካ ኣሎ ከምዚኣ እንድሕር መፅያትካ ከዓ ኣይተመረፅካን ኣለኻ ማለት እዩ እዚ ሕጂ ሜቢ ደጋጊምና ክሳብ ወርሒ ትሽዓተ ደጋጊምና ክንሪኦ ንኽእል ኢና። ተዘይበጺሑና ደጋጊምና ክንፍትኖ ንኽእል ኢና። ማርከስ ናይ ሎምዓንቲ መደበይ ኣብዚ ኣወዲኦ ኣለኹ። ንኹላትኩም ጽቡቕ ዕድል ይምነየልኩም። ክሳብ ብቐጻሊ መደብ ዝመጸኩም ሰሰናዩ።